ሰላም ሰላም የሕዋት ከመይ ትውዕሉ ናይ ሎሚ መደብ ሒዘልኩም መፅኦ ዘለኹ ብዛዕባ ዳርክ ሞድ ከመይ ጌርና ዳርክ ሞድ ኣብ ሞባይልና ነስርሖ ጥቕምታቱ ኣብ ዝገልፀልኩም እየ ማለት እዩ ዳርክ ሞድ ማለት ንኣብነት ከም በዓል ኢንስታግራም ዩቱብ ፌስቡክ ክንጥቀም ከለና ወይ ኢንተርነት እዚ ክሮም ክንጥቀም ከለና እቲ ዳሕረዋይ ሕብሪ ናይቲ ድሕርቲ ፅሑፍ ዘሎ ሕብሪ ወይ ድሕርቲ ስእልታት ወይ ድሕርቲ ቪድዮ ዘሎ ሕብሪ ጸሊም ክቕየር ከሎ ማለት እዩ። እቲ ብርሃን ናብ ጸሊም ይቕየር ኣብ ክንዲ ጻዕዳ። ሕጂ ክርእየኩም እየ ኣብዛ ኢንስታግራም ኣትየ ማለት እዩ። ከም ዝትርእይዎ ዘለኹም እቲ ዳሕረዋይ ጻዕዳ ኣሎ ሕጂ ማለት እዩ። እቲ ጽሑፍ ከዓ ጸሊም ኣሎ። ክንገብር ኢና መጀመርታ ዘርእየኩም ቀላል መገዲ ሰኻ ከምዚ ገና ብላዕሊ ናይቲ ሞት ትብል ዘላ ትርእይዋ ዘለኹም እታ ወርሒ ስእሊ ዘለዋ ንዓኣ ንጥቡኻ ምስ ጠወቕና ኩሉ ጸሊም ተቐይሩ ከም ትርእይዎ ዘለኹም እቲ ዳሕረዋይ ገሪኦኩም ሕጂ ተመሊስና ናብ ኢንስታግራም ኩሉ ፀሊም ተቐይሩ ከም ትሪእዎ ዘለኹም ኣብ ኢንተርነት እውን እዚ ጉግል ገለ ክንጥቀም ከለና እውን ከምኡ ፀሊም ተቐይሩ ሕጂ ናይ ዳርክ ሞድ ጥቕምታቱ ከዓ ንዓይንና እቲ ብርሃን ኣብ ለይቲ ጎዳኢ ስለ ዝኾነ ብኸምኡ ማለት እዩ ኣብ ምሸት ክኾን ከሎ ዳርክ ሞት ክንጥቀም ንኽእል ኢና ዓይንና ከይህስእ ካልኣይ ከዓ ነቲ ባትሪ ናትና ሃኒ ቀልጢፉ ንኸይውዳእ ይሕግዞ እታ ካልኣይቲ መገዲ ሕጂ ከርእየኩም እየ እዚኣ እሞ ነጥፋ እያ ከምዚ ጌርና ፈራ እውን ክንውላዕ ንኽእል ኢና ግን ክርዳእኩም ኢለ እየ ኣብዚኣ ትሪእዋ ዘለኹም ሴቲንግስ ትብል ኣብኣ ንኣቱ ዲስፕለይ ትብል ዘላ ፅሕፍቲ ከምዛ ትሪእዋ ዘለኹም ንጥውቓ ሽዕኡ ናይት ሞድ ትብል ዘላ ሜስና ንዓ ንጥውቓ ማለት እዩ ሕጂ ከም ትሪእዋ ዘለኹም እውን እንደገና ኩሉ ፀሊም ተቐይሩ ኣሎ ስለዚ ክቡራት ኣሕዋተይ ናይ ሎሚ መደብ ኣብዚ ወዲኤ ኣለኹ። ዝኾነ ሕቶ ወይ ርእይቶ እንተሃሊኩም ኣብ ኮመንት ጸሓፍለይ። ክሳብ ኣብ ቀጻሊ ብካልእ ኣርእስቲ ወይ መደብ ሒዘልኩም ዝመጽእ ሰሰናዩ ንዓኹም ቻው።